ኣብዛ ቪድዮ ከኣ እንታይ ኢና ክንርኢ መብዛሕትኡ ግዜ ጂሜል ክንጥቀም ከለና ካብ ጎጉል መልእኽቲ ይመጸና እዩ እሱ ከኣ እቲ ስቶሬጅ ናትካ መሊኡ ኣሎ ኤክስትራ ጂጋባይት ግዛኣሉ ዝብል መልእኽቲ ብዙሕ ግዜ ይመጸና እዩ ዩር ስቶሬጅ ኢስ ፉል ዝብል መልእኽቲ ማለት እዩ ወይ ከዓ እንታይ ይኸውን እዩ እቲ ናትና ጂሜል መልእኽቲ ክሰድድ ወይ ክቕበል ዘይክእል ይኸውን ጠጠው ይብል ማለት እዩ ኢሜይልና ኢሜይል ክንሰድድ ወይ ክንቅበል ዘይንኽእል ንኸውን ማለት እዩ ስለዚ ኣብዛ ቪድዮ ብኸመይ እቲ ፀገም ንሱ ዝመፅእ ከመይ ጌርና ንፈትሖ ኣብዛ ቪድዮ ክንርኢ ኢና መጀመርያ እንታይ ኢና ክንገብር ሓንቲ ኣፕሊኬሽን ኢና ዳውንሎድ ክንገብር እሳ ከዓ እንታይ እያ ጉግል ዋን ትበሃል ኣፕሊኬሽን ኢና ዳውንሎድ ክንገብር ብዘይገድስ ኣንድሮይድ ትጥቀማሉ ትጥቀሙ እንተሊኹም ወይ ኣይፎን ኩሉ ኣብ ዝኾነ ዓይነት ቴሌፎን ክወርድ ይኽእል እዩ መጀመርያ ኣብ ኣፕ ስቶር ወይ ፕሌይ ስቶር ኢና ክንከይድ ኣብኡ ከይድና እዚኣ ጎግል ዋን ትበሃል ኣፕሊኬሽን ዳውንሎድ ክንገብር ኢና እዛ ኣፕሊኬሽን እዚኣ እያ ኣነ ኦረዲ ዳውንሎድ ጌራያ ስለ ዘለኹ ኦፐን ጥራይ ግበር ኣብለን ኣሎ ድሕር ዘይወረድኩም ኣትፀኒሕኩም ንዓ ተወርድዋ ማለት እዩ ኣብዚኣ ኦፐን ንብላ ብድሕሪኡ ከም ዝብል ክኸፈተልና እዩ እንታይ እዩ ዝብለና ዘሎ እዚ እዚ ዝሕብረን ዘሎ 88 ፐርሰንት ካብቲ ናተይ ጂጋባይት መሊኡ ኣሎ መጠንቀቕታ ዳርጋ ይህበን ኣሎ ማለት እዩ ይመልእ ኣሎ ብለን ኣሎ ብብጫ ሕብሪ ገይሩ እዚ እንታይ እዩ ኩሉ ግዜ ኣካውንት ክንከፍት ከለና ኣብ ጎግል ጂሜይል ይኹን ጎግል ኣካውንት ክንከፍት ከለና 15 ጂጋባይት ካብ ጎግል ብነፃ ዝወሃበና ቦታ ኣሎ ንሱ ከዓ ዝኾነ ዓይነት ናትና ብጉግል ፎቶ ይኹን ወይ ቪድዮ ወይ ድማ እቲ ኢሜይል ናትና ክንሰድድን ክንቅበልን ብኡ ዝመፅእ ዶክመንታት ክሰድድን ክቅብልን ማለት እዩ ኣብኡ ሴቭ ይገብረልና ማለት እዩ ስለዚ 15 ጂጋባይት ኩሉ ግዜ ብነፃ ንወሃብ ካብ ጎጉል ማለት እዩ እዚ መልእኽቲ እዚ ክመፀና ዝጅምረሉ ግዜ ግን እንታይ ስለ ዝኾነ እዩ እዚ ዝተዋሃበና ጂጋባይት 15 ጂጋባይት ይመልእ ስለ ዘሎ እዩ ስለዚ ግድን ኣፕግሬድ ክትገብሮ ኣለካ ኤክስትራ ጂጋባይት ክትገዛእ ኣለካ ካብ ጎጉል ወይ ድማ ነቲ ዘለካ ቦታ ደምሲስካ ካልእ ኣብኡ ዘሎ ስእሊ ድዩ ቪድዮ ነጻ ቦታ ክትገብሮ ኣለካ ማለት እዩ ተዘይኮይኑ እቲ ቀስ ብቀስ እቲ ዓሰርተ ሓሙሽተ ጂጋባይት ምስ መልአ ወላ ኢሜይል እውን ክትሰድድ ወይ ክትቅበል ዘይትኽእል ኢኻ ትኸውን ማለት እዩ ስለዚ እንታይ ኢና ክንገብር ኣብዛ ናይ ሕጂ ቪድዮ እንታይ ኢና ክንገብር እቲ ዘሎ ዓቕሚ ናይዚኣ ኣብ ሞባይል ናፍትናትና ዓሰርተ ሓሙሽተ ጂጋባይት መሊኡ ዘሎ ኢና ክነጉድሎ ኣብዚኣ ሰማንያ ሸሞንተ ፐርሰንት ዘላ ኣብኣ ንጥቡ ከምዚ ጌርና እዚ ኣፕሊኬሽን እንታይ እያ ትገብረልና ኣብዚ ተራ ቢላ ትነግረና ማለት እዩ ኣየናዩ እቲ ነቲ ናትና 15 ጂጋባይት ወሲድዎ ዘሎ ከምዚ ጌራ ትነግረና ኣላ ስለዚ ኣብዚ ናተይ ይነግረኒ ኣሎ እዚ እዚ ጎግል ድራይቭ ዝኾነ ነገር ኣይተጠቕመን ኣሎ እቲ ጂሜይል ከማነ ውሕድ እዩ ተጠቒሙ ዘሎ 1.87 ጂጋባይት እቲ ብዝያዳ ቦታ ወሲድለይ ዘሎ ግን እንታይ እዩ ጉግል ፎቶስ እዩ ንሱ ከዓ 11 ነጥቢ 38 ጂጋባይት ወሲድለይ ኣሎ ስለዚ ዝበዝሐ እቲ ቦታ እዚ ጎጉል ፎቶስ ዝብል ኣፕሊኬሽን እዩ ወሲድለይ ዘሎ ማለት እዩ። እዚ ከዓ እንታይ እዩ ኩሉ እቲ ናተይ ስእሊ ይኹን ቪድዮ ናብኡ ስለ ናብዚ ኣፕሎድ ዝገበርኩዎ እዩ ማለት እዩ። ስለዚ እንታይ ክገብር ዘለኒ ኣብዚ ጎጉል ፎቶ ናተይ ኣብዚኣ በዚ ጎኒ ዘላ እዛ ፓይል ዘላ ኣብኣ ጠዊቐ ናብቲ ጎጉል ፎቶ ናተይ ይኸይድ እሞ ኣብኡ እቲ ዓበይቲ ዝበልክዎ ቪድዮታት ዘየድልየኒ ዝበልክዎ ወይ ስእልታት ብምድምሳስ ኤክስትራ ቦታ ፍሪ ይገብር ማለት እዩ። ብከምኡ ጌርና ክንድምስሶ ንኽእል ከነጉድሎ ንኽእል ብኸምዚ ክፍታሕ ይኽእል እዩ ሓደ ካልኣይ ከኣ እንታይ ክንገብር ንኽእል ኢና ናብዛ ሆም ቦተን ናብዚኣ ንመለስ እሞ ኣብዚ ተመሊስና ከኣ እንታይ ይብለኒ ኣብዚ ታሕቲ ኣብዚ ክሊን ኣብ ዝብል ዘሎ ክሳብ ሸውዓተ ጂጋባይት ከተጽርየሉ ትኽእል ኢኻ ብለኒ ኣሎ ኣብዛ ቪው ንጥውቕ ብድሕሪኡ ከምዚ ኢሉ ይነግረን ኣሎ ኣብዚ እዚ ደሊት ዝገበርክዎ ኢሜይልስ ድዩ ወይ ኣብ ስፓም ዘሎ ድዩ ደሊት ዝገበርናዮ ኢሜይል መብዛሕትኡ ግዜ ን30 መዓልቲ ዝኸውን ኣብቲ ናይ ጋርቤጅ ኣብቲ ናይ እተደምሰሰሉ ቦታ ይጸንሕ እዩ፣ ንሱ እውን ቦታ ይሕዝ እዩ ማለት እዩ። ስለዚ ንዕኡ እውን ከነጽሮ ኣይንኽእልን። ኣብዚ ይሕብረና ክንደይ ቦታ ወሲድልና ኣሎ፣ ናይ ስፓም እውን ከምኡ ማለት እዩ፣ ክንደይ ቦታ ወሲድልና ኣሎ ከነጽርዮ ከም ዘለና። እዚ ከኣኒ ብኢሜይል ክትሰድድ ወይ ክትቅበል ከለኻ ዝመጽእ ፋይላት ምስኡ ዝስደድ ዶኩሜንታት እቲ ዕቤቱ እሱ እውን ስለ ቦታ ዝወስድ ኣብዚ ንዕኡ እውን ከተጽርዮ ትኽእል ኢኻ። ዓበይቲ ፋይላት እዩ ዝብል ዘሎ። ስለዚ ከምዚ ጌርና እቲ ኣብ ሞባይልና ኣብቲ ተመዝጊቡ ዘሎ ኣብቲ ዓሰርተ ሓሙሽተ ጂጋባይት ብምጉዳል እቲ ናትና ጂመይል ናብ ንቡር ናብ ስርሑ ክምለስ ኢመይል ክንሰድድ ክንቅበል እውን ከም ንኽእል ክንገብሮ ንኽእል ማለት እዩ። ስለዚ ናይ ሎም ቪድዮ እዚኣ እያ ነይራ። እንድሕር ካልእ ዓይነት ሕቶ ተለኩም ወይ ኣብዚ ናይ ጂመይል ሕቶ ተለኩም ኣብ ኮመንት ክትጽሕፉለይ ትኽእሉ ኢኹም። ኣብ ዝመጽእ ግዜ ብካልእ ቪድዮ ክሳብ ንረኸብ ቴንኪዩ።